ዩኒቨርሲቲ መቐለ ብብርኪ ሃገር ንፈለማ እዋን ዕዉት ሰብ ስራሕ ብልሒ ኤኣይ ንዘላቒ ልምዓት ኣፍሪካ ዓለም ለኸ ኮንፈረንስ ኣሳሊጡ። ቤት ፅሕፈት ዋና ዓቃቢ ሕጊ ሊብያ ኣብ ምብራቓዊ ገማግም ባሕሪ ሊብያ ጃልባ ድሕሪ ምግልባጣ ሰላሳ መትን ሰነዳት ዘይብሎም ስደተኛታት ኣፍሪካ ከምዝሞቱ ትማሊ ሰኑይ ኣፍሊጡ። ኣብ ደቡብ ኣፍሪቃ ከተማ ጆሃንስበርግ ሰለስተ ኢትዮጵያውያን ዝርከብዎም ሓሙሽተ ስደተኛታት ብጥይት ተቐቲሎም። ኣብ መወዳእታ ኣብ ዓለም ዕዳጋ ነዳዲ ዓብይ ጽልዋ ከሕድር ዝኽእል ሃንደበታዊ ውሳነ ኢምራት ዓረብ። ሰላም ኣብ ኩሉ ኩርናዓት ዓለም እትርከቡ ተኸታተልቲ መደብና ዜናታት እዚ ዕለት በርስተ ዜና ፈሊምና ናብ ዝርዝሮም ክነስግረኩም። ሓዱሽ ኣጀንዳ ሓዱሽ ዘበን ትፅቢት ይግበር፣ ውዝፍ መንግስቲ ዝገደደ ውዙፍ ፀገም ከየምፀልና ልዑል ጥንቃቐ ከምዘድሊ ተሓቢሩ ኣሎ። ንቕድሚት ድና ንድሕሪት ንጉዓዝ ዘለና? ገና ዘይተመለሰ ሕቶ ዩ። ምምላስ ነባር ምምሕዳር መንግስቲ በይኑ እኹል ኣይኮነን። ሓዱሽ ኣጀንዳ፣ ሓደሽቲ ተተካእቲ መናእሰይ ወለዶ ንቕድሚት እንትትመፁ ዝተበተነ ሰቡ ክእክብ፣ ትግራይ ካብ ዕንክሊል ኣውፂኡ ናብ ሓዱሽ ምዕራፍ እንተሰጋጊሩ እቲ ምምላስ ዓወት ክኸውን እዩ። እቲ ልሙድ ሰብን ኣሰራርሓን እንተቐፂሉ ግና ንድሕሪት ሽዱሽተ ዓመት ተመሊስና ኣለና ማለት እዩ። ብኽነት ግዘን ዕድመን ይኾን ኣሎ። ፖለቲካ ንቕድሚት ክስጉም እምበር ንድሕሪት ክምለስ የብሉን። ፀገም ትግራይ ብዘላቕነት ዝፍታሕ ኢድ ሕድሕድ ትግራዋይን ትሕወሶን ኩሉ ብጽሒቱ ሓላፍነቱ እንትዋጻእን እዩ። ካብ ስልጣን ኣይወርድን ብምባል ንትእዛዝ ፕረዚደንት ግዝያዊ ምምሕዳር ዘቕበጸ፣ ኣብ መንጎ ላዕለዎት ሓለፍቲ ምምሕዳር ግዝያዊ መንግስቲ ትግራይ ትካል መራኸቢ ብዙሓት ትግራይን ምስሕሓብ ይቕጽል ኣሎ። ብፕረዚደንት ታደሰ ወረደ ካብ ሓላፍነቱ ከም ዝተላዕለ ዝተገልጸ ኣካያዲ ስራሕ እቲ ትካል ኣይተ ኣባዲ ገብረስላሴ ነቲ ውሳነ ውዱቕ ብምግባር ስልጣነይ ኣይህብን ኢሉ ኣሎ። ዝተፈጥረ ኩነታት ንዕቐት ትእዛዝ ኣይተ ኣባዲ ካብ ፕረዚደንት ታደሰ ወረደ ዝተፅሓፈሉ ናይ ስንበት ደብዳበ ብምንፃግ ንድሕሪት ንዝተሸሙ ኣይተ ኣፈወርቂ ገብረሂወት ስልጣን ንምርካብ ፍቓደኛ ኣይኮነን። ንብረት ትካል መኪና እቲ ትካል ንምምላስ ካብ ቢርኡ ንምውፃእን ከምዘይደሊ ተፈሊጡ ኣሎ። እቲ ፈሪሱ ዘሎ መንግስቲ ስልጣን ንዓይ ኣይረከበንን ህወሓት እያ ኣረኪባ ብምባል እውን ይካታዕ። ሰራሕተኛታት ክፍሊ ፋይናንስ እቲ ትካል ብሕጊ ተላዒልካ ኢኻ ብምባል ንኣይተ ኣባዲ ከፍርሞ ከምዘይፈቕድሉ ትእዛዝ ፕረዚዳንት ከምዘኽብሩን ገሊፆም ኣለው። ዩኒቨርስቲ መቐለ ብብርኪ ሃገር ንፈለማ እዋን ዕውት ሰብ ስራሕ ብልሒ ንዘላቒ ልምዓት ኣፍሪካ ዓለም ለኸ ኮንፈረንስ ኣሳሊጡ። ፀገማት ኣፍሪካ ብኣፍሪካውያን ንክፍታሕ ዩኒቨርስቲ መቐለ ከምዝሰርሕ እውን ሓቢሩ ኣሎ። ኣብ ከተማ መቐለ ዓሰርተ ትሽዓተን ዒስራን ሚያዝያ ክልተ ሽሕን ዓሰርተ ሸሞንተን ግእዝ ዝተሳለጠ ዓለም ለኸ ኮንፈረንስ ንምጥንኻር ሕርሻ፣ ትምህርቲ፣ ጥዕናን ካልኦት ዘፈራትን ኣፍሪካ ትኹረት ዝገብርን ብቐንዱ ፀገማት ኣፍሪካ መፍቱሕ ንምእላሽ ዝሕግዝን እዩ ተባሂሉ ኣሎ። ብኣሰናእዳእነት ዩኒቨርሲቲ መቐለ ንፈለማ እዋን ዝተሳለጠ ዓለም ለኸ ኮንፈረንስ ብቐንዱ ትግራይ ሃገራዊን ዓለም ለኻውን ትካላት ትኹረት ዝገበረን እዩ። ቅድሚ ኣርባዕተ ኣዋርሕ ጀሚሩ ሓደ ዓብዪ ኮሚቴ ብዙሓት ኣናእሽተይ ኮሚቴታት ብምጥያሽ ስራሕ ከምዝጀመረ ኣብቲ ኮንፈረንስ ዝቐረቡ ልዕሊ ሚእትን ዒስራን ውፅኢት ምርምር ቀሪቦም ከምዝነበሩ ነቲ መደብ ዝምጥኑ ሰላሳን ክልተን ዝተመርፁ ውፅኢት ምርመራ ከምዝቐረቡን ተገሊፁ ኣሎ። እቶም ዝቐረቡ ፀገማት ኣፍሪካ መፍትሑ ንምእላሽ ድሕንነት ዳታ ኣፍሪካ ንምጥንኻር ልኣላውነት ዳታ ምርግጋፅ ምጥንኻር ኤኣይን ካልኦት ትኹረት ዝገበሩን እዮም። ድሕሪ እዚ ስነ ምግባር ሓቆፋይ ሓላፍነት ዝተመልኦ ምህዞን ኣጠቓቕማ ኤኣይ ምጥንኻር ጭቡጥ መርትዖ ሳይነሳዊ ፖሊሲ ምድጋፍን ትሕብብር ምጥንኻርን ከም ዝሰርሕ ሓቢሮም ኣለው። ኣብቲ ኮንፈረንስ ካብ ሃገራት ጀርመን፣ ቻይና፣ እንግሊዝ፣ ደቡብ ኣፍሪቃ፣ ዩጋንዳ፣ ኬንያን ካልኦት ልዕሊ ክልተ ሚእቲ ኣካላት ብኣካላትን ብቨርጅዋልን ከም ዝተሳተፉ ሞሳ ከም ዝግበኦምን ዶክተር እያሱ ሓቢሮም ኣለው። ቤት ጽሕፈት ዋና ዓቃቢ ሕጊ ሊብያ ኣብ ምብራቓዊ ገማግም ባሕሪ ሊብያ ጃልባ ድሕሪ ምግልባጣ ሰላሳን ሸሞንተን ሰነዳት ዘይብሎም ስደተኛታት ከም ዝሞቱ ትማሊ ሰነ ኣፍሊጡ። እቶም ስደተኛታት ካብ ከተማ ቶብሩክ ብኣረጊትን ውሑስ ዘይብላ ጀልባ ንባሕሪ ማእከላይ ባሕሪ ክሰግሩ ይፍትኑ ከም ዝነበሩ ኒውስ ኤዝ ንጋዜጣ ሚድል ኢስት ሞኒተር ብምጥቃስ ሓቢሩ'ዩ። ቤት ጽሕፈት ዓቃቢ ሕጊ ኣብ ዘውጽኦ መግለጺ፣ እቲ ሓደገኛ ጉዕዞ ብመርከብ ኣሰጋገርቲ ደቂ ሰባት ዝተዳለወ ምዃኑን እታ ጀልባ ድማ ኣብ መዕለቢኣ ከይበጽሐት ከም ዝጠሓለትን ተገሊጹ ኣሎ። ነዚ ስዒቡ ቤት ጽሕፈት መባእታዊ ዓቃቢ ሕጊ ቶብሩክ ነቲ ጉዳይ ሰፊሕ ምርመራ ብምጅማር ነቶም ነጋዶ ከም ዘለለዮም ኣፍሊጡ ኣሎ። ሰብመዚ ካብቲ ገበን ዝረኽብዎ ኣታዊ እዩ ዝበሎ ሰለስተ ሚእቲ ሽሕ ዲናር ሊብያ ኣብ ትሕቲ ቁጽጽር ብምእታው ብዘይ ፍቓድ ፋይናንሳዊ ማሕበራት ዝግበር ዘይሕጋዊ ዝውውር ገንዘብ ከም ዝረኸቡ ተገሊጹ ኣሎ። ብመሰረት ዳሕረዋይ መረዳእታ ኣህጉራዊ መደብ ስደተኛታት ዋሕዚ ስደተኛታት ካብ ኣፍሪቃ ማእከላይ ምብራቕ ብዘይ ምቁራጽ ይቕጽል ስለ ዘሎ ኣብ ዕስራ ዕስራን ሽዱሽተን ጥራሕ ኣብ ባሕሪ ማእከላይ ባሕሪ ዝሞቱን ዝጠፍኡን ሰባት ልዕሊ ሓደ ሽሕ ከም ዝበጽሐ ተገሊጹ ኣሎ። ኣብ ደቡብ ኣፍሪቃ ከተማ ጆሃንስበርግ ሓሙሽተ ስደተኛታት ብጥይት ተቐቲሎም። ትማሊ ኣብ ደቡብ ኣፍሪቃ ከተማ ጆሃንስበርግ ሰባት መዓልቲ ናጽነት ደቡብ ኣፍሪቃ ኣብ ዘብዕልሉ ዝነበሩ እዋን ብዝተፈጸመ ተኹሲ ሰለስተ ኢትዮጵያውያን ክልተ ናይጀርያውያን ተቐቲሎም። እቲ መጥቃዕቲ ኣብታ ከተማ ኣብ ዝርከብ ቤት ምግቢ ፋስት ፉድ ማክዶናየድ ዝተፈጸመ ኮይኑ እቶም ግዳያት መንነቶም ዘይተፈልጡ ዕጡቓት መጥቃዕቲ ከም ዝተፈጸሞም ኣባላት ማሕበረሰብ ኢትዮጵያ ገሊጾም። እዚ ቅትለት ዝተፈጸመ ኣብታ ሃገር ብዝርከቡ ጽልኢ ወጻእተኛታት ዘለዎም ጉጅለታት ኣብ ልዕሊ ስደተኛታት ተቓውሞታት ከካይዱ ኣብ ዝጽውዕሉ ዘሎ እዋን ብምዃኑ ወላኳ ስክፍታታት ኣብ ክብ ክብል እንተኸኣለ ሰበ ስልጣን ፖሊስ ግን ካልእ ጥርጣረታት ሒዞም መጺኦም ኣለዉ። ላዕለዋይ ኣባል ፖሊስ ደቡብ ኣፍሪቃ እቲ መጥቃዕቲ ኣብ ልዕሊ ስደተኛታት ዝፍጸም ናይ ጽልኢ ገበን ዘይኮነ ውጽኢት ስቪላዊ ጎንጺ ወይ ኣብ መንጎ ዜጋታት ብዘሎ ዘይምስምዕማዕ ክኸውን ከም ዝኽእል ተሓቢሩ ኣሎ። ኣብ መወዳእታ ዜናና ኣብ ዓለም ዕዳጋ ነዳዲ ዓቢ ጽልዋ ከሕድር ዝኽእል ሃንደበታዊ ውሳነ ኢሚራት ዓረብ። ሕቡራት ኢሚራት ዓረብ ካብ ኦፔክ ከም እትወጽእ ኣፍሊጣ። ኢሚራት ነቲ ውድብ ኣብ ባሕቲ ግንቦት ክልተ ሽሕን ዒስራን ሽዱሽተን ብወግዒ ክትገድፎ እያ። ኢሚራት ናብቲ ውድብ ኣብ ሽሕን ትሽዓተ ሚእትን ስሳን ሸውዓተን እያ ተጸንቢራ። እዚ ኣብ ዓለማዊ ዕዳጋ ነዳዲ ዓቢ ጽልዋ ከሕድር ዝኽእል ሃንደበታዊ ውሳነ ምዃኑ ተገሊጹ ኣሎ። ሕቡራት ኢሚራት ዓረብ፣ ካብ ውድብ ስርር ነዳዲ ሃገራት፣ ኦፔክ፣ ሎሚ'ያ ከም እትወጽእ ኣፍሊጣ ዘላ። እዚ ውሳነ፣ ኢምራት ነቲ ናይ ኦፔክ ገደብ ምፍራይ ሓሊፋ፣ ናይ ገዛእ ርእሳ ደረጃ ምፍራይ ነዳዲ ክተቕምጥ ዘኽእላ ምዃኑ ተገሊጹ ኣሎ። እታ ሃገር ምህርቲ ነዳዲ ክትውስኽ ምውሳናን፣ ኣብ ዓለማዊ ዕዳጋ ነዳዲ ሚዛን ቀረብ ጸዓት ዓቢ ጽልዋ ክህልዎ ትጽቢት ይግበር። እዚ ታሪኻዊ ውሳነ፣ ካብ ዓለምለኻውያን ኣውፈርቲ ሃንጸጽቲ ፖሊሲ ክኢላታት ዕዳጋ ነዳዲን፣ ብዙሕ ኣቓልቦ ዝሰሓበ ኮይኑ ኣሎ። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከም ቤትና ሰሰናዩ ንዓኹም ሰላም ንዓኺ ትግራይ።